መልእኽቲ ኣለኒ ናብ መራሕቲ ላዕለዎት ትግራይ ስምዓኒ ክቡር ዶክተር ደብረፅዮን ፍልጠትን ንቕሓትን ኣብ ላዕለዎት መራሕቲ ትግራይ ወይኑ ወታደራዊ መራሕቲ ጥራሕ ኣይኮነን ኣብ ኩሉ ሕብረተሰብ ከከም ዓቕሙ ፍልጠትን ክእለትን ዘለዎ እዩ። ስለዚ ንስኻ ላዕለዋይ መራሒ ናይቲ ትግራይ ኮይንካ፣ ፕረዚደንት ኮይንካ፣ ኣብ ወንበርካ ኮይንካ ሪፖርት ምቕባል ፍጽም ንሃገር ኣይጠቅምን። ውረድ ናብቲ ተምሃራይ እንታይ ይሰርሕ ከምዘሎ፣ ኣብ ጽሬት ትምህርቲ እንታይ ይሰርሕ ኣሎ፣ ትኽክል ፅርየት ትምህርቲ ኣሎ ድዩ? ተምሃራይ ብትኽክል ይምሃር ኣሎ ድዩ? ተምሃሮኸ መምህራንከ ብትኽክል የምህሩ ኣለዉ ድዮም? ዝብል ነገር ንኽትፈልጥ ተኾይንካ ውረድ ናብቲ ታሕተዋይ ተምሃራይን መምህርን። ውረድ ናብቲ ሓረስታይ ኣብቲ ገጠር። እቲ ገጠር ሓረስታይ ህዝብና ብትኽክል እንታይ ይሰርሕ ኣሎ? ምሩጽ ዘረ ደተቐቢሉ መዳበርያ ደተቐቢሉ ይሓርስ ደሎ ናይ መስኖ ስራሕትታት ይካየድ ደሎ ብትኽክል ድዩ እቲ ሪፖርት ዝመጸኒ ዘሎ ዝብል ነገር ከድካ ብኣካል ኣራጋግጽ ከፍ ኢልካ ናይ ሓሶት ሪፖርት ስለ ዝተቐበልካ ትግራይ ተምዕብል ኣላ ማለት ኣይኮነን ውረድ ናብቲ ምሁር ምስቱም ተምሃራይ ምስቲ ምሁር ሓይሊ ተረዳዳእ ሓሳብ ተቐበል። ምስቶም ጋዜጠኛታት ዝተፈላለዩ ምድያታት ዝሕልፉ ዘለዉ ምስኣቶም ተረዳዳእ ኢሂን ምሂን ተበሃሃል ተመክሮ ርኸብ። ዝነቕሐ ሕብረተሰብ ንባዕልኻ ነቒሕኻ ዝነቕሐ ሕብረተሰብ ክትፈጥር እንድሕር ኮይንካ ውረድ ናብተን ኣዴታት እንታይ ይገብራ ኣለዋ ኣብ ምንታይ ይወልዳ ኣለዋ ኣብ ምንታይከ ይድቅሳ ኣለዋ እንታይ ይበልዓ ኣለዋ ዝብል ተረዳዳእ ስለዚ ኣብ ቢሮ ኮንካ ኮፍ ኢልካ ሃገር ትምዕብል ዘለካ ይመስለካ ብካልኣይ ደረጃ ናይ ትግራይ ፍትሒ ቢሮ ሓላፊ ኣማኒኤል ከምዝኮነ ነጊርኩምና ኣለኩም ዝከበርካ ኣማኒኤል ናይ ትግራይ ፍትሒ ቢሮ እንድሕር ኮንካ ኮፍ ኢልካ ሪፖርት ኣይትቀበል ውረድ ናብቲ ፍርዲ ቤት ዝግበረሉ ዘሎ ናብተን ወረዳታት ፍርዲ ቤት ናብተን ገጠራት ናብቲ ፍትሒ ዝሰኣነ ዝበኪ ዘሎ ብጉቦን ብተፈላለየን እንዳተዓምጸጸ ዝነብዕ ዘሎ ከይድካ ተኸታተል ሽዑ ክትረኽቦ ኢኻ እቲ ሓቂ ጉቦታት በዚሑ ፍትሒ ስኢኑ ዝበኪ ሰብ መዓት እዩ። ስለዚ ኣብተን ናይ ፍትሒ ዝጎደለን ዘሎ ፍርዲ ቤታት ከይድካ ተኸታተሎ። እቲ ዓቃቢ ሕጊ ረእዮ፣ እቲ ጠበቓ እንታይ ይሰርሕ ኣሎ፣ ምስ መንከ ይራኸብ ኣሎ፣ ብትኽክል ከይድካ ክትረኽቦ ትኽእል ኢኻ። እንተ ተንቀሳቒስካ፣ እንተ ከይድካ እቲ ሓቂ ክትረኽቦ ትኽእል ኢኻ። እንተ ዘይኣለ ብወረቐት ዝመጸልካ ሪፖርቲ ሓሶት እዩ። ኣይትፈልጦን እውን። ስለዚ እዚ እንተ ዘይጌርካ ትመርሕ ኣይኮንካን፣ ነዛ ንፍትሒ እውን ተልግስ ኣይኮንካን። ብሳልሳይ ደረጃ ኣለም ጎራሂድ እዩ። ናይ ኮንትራክሽንን ናይ ናይ መሬትን ሓላፊ ካላስተር ድዩ ሓላፊ ኮይኑ ተመሪጹ ኣሎ። ጽቡቕ እንኳዕ ተመረጽካ ፍለጦ ኮንትራክሽን ናይ ትግራይ ኣበይ ከምዘሎ ፍለጦ። መሬት ናይ ትግራይ መን ይወሮ ኣሎ ፍለጦ። መሃንዲሳት ናይ መዘጋጃ ቤት ናይ እተፈላለያ መሃንዲሳዊ ወረዳታት፣ ዞባታት፣ ነቲ መሬት ናይ ትግራይ ከመይ ገይረን ከም ቅርሺ ይብትንኦ ከም ዘለዋ፣ ከመይ ገይረን ይሕንሽሽኦ ኣለዋ፣ ከመይ ገይረን ከ ንቤተሰብ ድዮም ንቤተሰቦም ንባዕሎም ንዕርኽቶም ከመይ ገይሮም ሸንሺኖም ይመቕሉ እንዳመቐሉ ይህብዎም ከም ዘለዉ ብጉቦን ጠልቀየ መዘጋጃ ቤት ኮይኑ ከም ዘሎ ከድካ ተከታተል ከድካ ረኣዮ እቲ ኮንትራክሽን ውን እንታይ ዩ ጸገሙ ታይ ዩ ኮይኑ ታይ ይጎድሎ ስሚንቶ ድዩ ተንዲኖ ድዩ ዝተፈላለየ ነገራት እንታይ ዩ ዝጎድሎ ዘሎ ዝብል ነገር ከድካ ምስቶም ሞያተኛታት ናይ ኮንትራክሽን ስራሕቲ ዝሰርሑ ምስኦም ወግሐ ጸብሐ ተከታተል። ነቶም መሃንዲስ ናይ መዘጋጃ ቤታት ናይ ወረዳታት ናይ ዞባታት ዘለዉ ውን ከይድካ ረእዮም ታይ ክሰርሑ ከም ዘለዉ እንተዘይ ተንቀሳቂስካ ኣኼባ ኣብ ሓደ ኣዳራሽ ኣኪብካ ስለ ዝተረዳዳእካዮ ፍትሒ ማኖ ሰላም ይመጽእ እዩ ይስራሕ እዩ ዝበሃል ነገር ኣይህሉን ፈጺሙ ኣይህሉን ኣንቱም ላዕለዎት መራሕቲ ብዝርዝር ዝቀረብኩኹም ተስኡ ኣብ ቢሮኹም ከፍ ኣይትበሉ ከፍ ዝብል ሰብ ኣይሰኣናን ጌታቸው ውን መራሒ ነይሩ ኣይተንቀሳቀስካን ተባሂሉ ቀይርናዮ ወዲ ወረደ ውን ተኸቲሉ ኣይተንቀሳቀስካን ኣይሰራሕኻን ፍትሒ ንትግራይ ኣየምፃእኻን ኮንትራክሽን ኣየዕበኻን ኣብ መሬት ሓለዋ ኣይገበርካን ኢልና ይብኣስ ኢልና ምስ ጸላኢ ኢኻ ትፍርይ ዘለኻ ኢልናዮም ሕጂ ውን ዶክተር ደብረጽዮን መጺኻ እኒኻ ከምኣቶም ኣይትኹን ኣይትደገም ኮፍ ኣይትበል ተስእ ተስእ ተመኻኸር ተመኻኺርካ እዩ ዓዲ ዝምዕብል።